ካብ ኩሉ ግናይ ዘበለ ፈጣሪ ንኽሕልወና ምምናይ ጥራሕ ስለ ዝኾነ ክጎድለኩም ኣይንደልን ክቡራትን ክቡራንን ተኸታተልቲ ትሕዝቶታት ሲነማ ሰመረ እነቕርቦም ዘለና ዋዛታት ከስሕቑኹም እምበር ክቐጥዑኹም የብሎምን ኣብ ገለ ኣጋጣሚታት ንኣብነት ወይ ኩዕሶ እግሪ ወይ ድማ ዘየድሊ መግለጺታት ናይ ዝምልከቶም ኣካላት ኣብ እንከታተለሉ ከምቲ ዘይደለናዮ ወይ ዘይተጸበናዮ ምስ ዝኸውን ኢድና፣ እግርና ወይ እውን ርእስና ምስ ኣብ ጥቓና ዘሎ መንደቕ ይኹን ካልእ ሓደገኛ ነገር ክንጋጨዎ ንኽእል። ክሳብ ተለቪዥን ወይ እውን ሞባይሎም ዝሰብሩ እውን ኣለዉ። ተዛሪብካ እንታይ ኣምጺእካዶ ኢልኩም ወላሓደ ኣይምጻኹን። ንዓኹም ክበቕዑ ዝኽእሉ ዋዛታት ዘየቕረብና ከይንኸውን ስለዝተሰከፍና ኢና። በሉ ክቡራት! ወላ ከም ገለ ጌርና ኣቋሲና ክነውርዶ ንፈትን። እቲ ዕላማ ሰሓቕ ዕድመ ይውስኽ እዩ ንዝብል ብፈተነታት ንምርግጋጹ ኢና ንህቅን ዘለና። በሉ ንፈተነ ኢልና ዘዳለናዮም መዐየሪ ናይ ሰሓቕ፣ ካብ ደቂ ዓሰርተ ክሳብ ደቂ ቴስዓ፣ ብኣበስንቲ፣ ብሊትሮ፣ ብሜትሮ፣ ብክፋሎ፣ ብጨሕሎ፣ ብገበራን ብጋንቴራን፣ ኢልና ኢና መቓቒልናዮ ዘለና እሞ ካብዚኦም መለክዒታት እዚኣቶም ንላዕሊ ክዕቀን ዝኽእል ሰሓቕ ምስ ዝመጽኣኩም መዐየሪ ክንቅይር ጸሓፉልና ኢኹም ንኺድ በሉ። ሓደ ፋልማዩ ናብ ስራሕ ዝወፈረ ጋዜጠኛ እዩ። ንሓደ ኣመሓዳሪ ዞባ ቃለ መሕትት ንኽገብረሉ ተራኺቦም። ሕራይ እሞ እዚ ዘባኹም ኣዝዩ ሃብታም እዩ ኣዝዩ ኣዝዩ እስትራቴጂያዊ እውን ንኽትነብሮ ምቹእ ህዝቡ ድማ ጻዕራምን ሓኾተን እዩ ንሎሚ ንሓፈሻዊ ኩነታት ዘባኹም ኢና ክንድህስስ ክንፍትን ግዜኻ ሰዊእካ ነዚ ቃለ መሕተት እዚ ፍቓደኛ ብምዃንካ ብስም ኩሉ ተኸታታሊ ብልቢየ ዘመስግነካ ሕራይ እሞ ክቡር ኣማሓዳሪ መእተዊ ክኾነና ጠበቕ ክንደይ መሓውር ኣለዎ። ሓደ መምህር ንተምሃራዩ ኩሉ ግዜ ንዓንታ ወድዛ ጽብቕቲ እናበለ ርብሽ ኣቢልዎ። ተምሃራይ ስለምንታይ እዩ ከምዚ ዝብለኒ ኣበይ ይፈልጣ ንማመያይ ኣብ ምባል ኣትዩ። ምድግጋም ምስ በዝሖ ንገዛ ምስ ኣተወ ንማመኡ፣ ማማ፣ እቲ ሓደ መምህርሲ ኩሉ ግዜ ወዲ'ዛ ጽብቕቲ እናበለ ምምሃር ከሊኡኒ፣ ይብላ። ንሳ ድማ ምስ በዓል ቤታ ተሰማሚዓ ንወዳ፣ ማሚያይ'ሲ በይነይ'የ ዘለኹ፣ ምሳሕ ምጻእ ምሳሕ ምጻእ ንገዛ ኢላትካ ኣላ በሎ ትብሎ። ተመሃራይ ኣብ ክፍሊ ምስ ኣተወ ንመምህሩ ዕድመ ተገይሩሉ ከም ዘሎ ይነግሮ። ዕድሚኡ ኣኽቢሩ ንገዛ ይመጽእ መምህረይ። ኣሎ ዘበለ ምሳሕ ክሳብ ደርሆ። ከምኡ ድማ ቡኑ ተቐራሪቡ ይጸንሑ። ኢዶም ተሓጺቦም ንምሳሕ ምስ ተቐረቡ ወያ ምስ ሰብኣያ ተሰማሚዖም ስለ ዝነበሩ ማለት ሃንደበት ከም ዝመጸ ብዘምስል። እውይ! እውይ! ጠፋና! ጠፋና! ጠፋና! ኣንታ ንዓ! ንዓ በዓል ቤተይ መጺኡ! ንዓ ዋላ ብታሕቲ ዓራት እቶ! እንካ'ሞ'ዚ! እንካ'ሞ'ዚ ኣደሬ ወይ እዚ ቀሚሽ ተኸደኖ! ኣንታ ቅልጥፍ! ቀልጥፍ! ጽቡቕ ጌርካ ተመሳሰል! እውይ! እውይ ኣነ ተካሊት! እውይ ኣነ! ኣንታ ቀልጥፈኒ! እኽሊ ክቕርበልካ እንድየ ወላ ኣብዚ ውሻጠ ኮይንካ ክትጥሕን ትጸንሕ በዓል ቤተይ ክሳብ ዝወጽእ ቀልጥፍ ቀልጥፍ ሽዕኡ ፍርቂ መሸማዕ እኽሊ ቀሪባ ጣሕን በል ኢላቶ ናብቲ ቁሩብ መኣዲ መምህረይ ሪኦሞ እምበር ዘይጠዓምሉ ከይዳ ኮፍ በለት። በዓል ቤታ መጺኡ ምሳሕ እናበልዑ ከም ስምምዖም፣ እንቶይቲ ደያ እዛ ትጥሕን ዘላ ኣብዞም ጎረቤት ክትበጽሕ ኢላ ዝመጸት እያ ይበሃሃሉ እሞ ምሳና ደኣ ዘይምተምስሐት እናተበሃሃሉ መምህረይ መቐነይኦም ዝኾኖም ሕሩጭ ክሳብ ዝዋህልለሎም ቀስ ኢሎም ይምስሑ። መምህር ዘይሓሰብካዮ ርኸብ ኣይመርገም ኣይምረቓ ከም ዝተባህለ ረሃጽን ንፋጥን ክሳብ ዝኸውን ንሰዓታት ጥሒኑ ምስ ወደየ ወያ መርዓት ንበዓል ቤታ ውጻእ ሕጂ ኪድ ትብሎ። ውጽእ ምስ በለ ንመምህር እትው ኢላ ንዓ ንዓ ንዓ ሕጂ ህደም ቀልጥፍ ቀልጥፍ ንዓ ከይጠፋእና ከለና ኣውጻያሞ ነዚ ክዳውንቲ ንዓ ቅልጡፍ በጃኻ ኢላ እኽለ ማይ ከይጠዓመ ከም ዝኸይድ ገበረቶ ዳሕራይ መዓልቲ ተመሃራይ መልእኽቲ ተዋሂቡ መምህር ኣደይሲ ምጻእ ምጻእ ንገዛ ምጻእ ቡን ክትሰቲ ኢላትካላ ማማ እህ ኢሂ ሕሩጭ ወዲእኩም ዲኹም። ሓደ በዓል ኣጣል ሓደ ግዜ ኣብ ኣጋ ምሸት ምስ ኮነ ኣጣሉ እንተ ተቋመተስ እታ ኣዝዩ ዝፈትዋ ዜላ ትጸንሖ። ብገለ ክትበልዕ ተፈልያ ከይትህሉ ኢሉ ላዕልን ታሕትን እንተበለ ወይከ ሽዕኡ ብማዕዶ ንሓደ ዝፈልጦ ምስ ረኣየ ዎ ዮናስ! ዮናስ! ዎው! ጤል ዶ ርኢኻ ጤል ዶ ርኢኻ ጤል! ኣቐድም ኣቢሉ ዝብኢ ተሸኪምዋ ይሓልፍ ነይሩ ዝብኢ ተሸኪምዋ ይሓልፍ ነይሩ። ዋይ ጤለይ! እንታይ ትብል ወደይ! እሞ ክበልዓ ዶ ይኸውን? እንድዒ! ንሱሲ ክበልዓ ድዩ ዋላስ ንመጥረዪ ደልዩዋ ኣይፈለጥኩን። ሓንቲ ስብሕቲ ጤል ሓሪዶም ስለ ዝነበሩ፣ ቋንጣ ገይሮም ንነዊሕ እዋን ከሳልዮም ምኻኑ እምንቶኦም እዩ ነይሩ። ሓደ መዓልቲ ውጩ ሰሪሓ ቋንጣ ዘይብሉ ገይራ ቀሪባትሉ። ስምዕንዶ! እንታይ ኮይንኪ ቋንጣ ዘይገበርክሉ ዝምሳሕ? ምስ በላ ወያ ክትተሃላለኾ ዝመረጸት ሰበይቱ፣ እንታይ ካበይ ከምጽኣልካ ደሊኻ? ካብ ሰለፈይ ጀሊጠዶ ክቕርበልካ ኮይነ? ኣይ ኣንቲ ሰለፍኪ ደኣ ንዓይ ዘምሳሕ ኣይኮነንሲ ንዓኺ ጠጠው ከብል ዝኽእል መሓውር ከማን የብልክን። ሓደ ኣቦ ብሰንኪ ራሕቂ ቦታ ኣብ ቀብሪ ናይ ቤተሰቡ ዘየርከበ ድሕሪ ኣዋርሕ ኣቢሉ ንመልቀስ ይብገስ። ድሕሪ ነዊሕ ኣድካሚ ናይ እግሪ ዝተሓወሶ ጉዕዞ ኣብቲ ቦታ በጽሐ። እትው ምስ በለ ኣየነይቲ ምዃና እታ ገዛ ዝሕብሮ ኣይረኸበን። ቦታ ሃሩር ስለዝኾነ ከኣ ኣብ ኣፍ ነፍሲ ወከፍ ኣጉዶ ዓራት ኣሎ። ኣቤኔይተን ከም ዘልቅስ ሕርብት ኢልዎ ድሕሪ ምጽናሕ፣ ሓንቲ ፍልይ ዝበለት ጨርቂ ዘለዋ ዓራት ርእዩ መልቀሱ ጀመረ። በዓልቲ ገዛ ብጉያ ወጺኣ፣ እውይ ተዘሚትና! እውይ ተዘሚተ! እውይ ኣነ! ኣንቱም ኣይደሓንናን ዲና? መን'ዩ መይቱ? ኢላ ሓመዳ ክትዘሩ ኣብ ዝጀመረትሉ፣ ኣቦና ከኣ እዋይ ዛጓለይ እዛ እንዳ እከለ ኣበይ ድያ? ክብሉ ሓተትዋ። ባዕልኹም ትፈልጡ ልበይ እኳ መሺትኩማ ኡፍ ኣረጋጊጽኩም ግዳ ዘይተልቅሱ ኪዱ እቲ ኣብቲ ፊትና ዘላ ኢላ ሓበረቶም። እዞም ኣቦ ኣይሓመቑን። ደሓን ዛጓለይ መወዳኣ ዘይመናብርትናዩ ይተርፍ ዶ ኢልክዮ እዚ ከኣ ደሓን ዕርቡን ይኾነኩም ኢልዋ ናብ መልቀሱ ኣተወ። ሰመስገን ንስኺ ሓቀይ ጸጊብኪ ዶ ትንዕቅኒ ኣለኺ ኣነ ዶ ይጽብቅ ንስኺ ምስ ተዓጸብና ዲና ከይተዓጸብና ኣብ መንገዲ ዝረኸብናየን ክልተ ንኣሽቱ ቆልዑት እየን። መዛረቢ ፈውሲ ጽምዋ ክኾነና ኢልና ኣነ ዶ ይጽብቕ ዝዓርከይ? ብቕጽበት እዚ ዓርክኻ ይጽብቕ፣ ምኽንያቱ ንስኻ እዚ ግንባርካ ንቕድሚት ውጥውጥ ዝበለ'ዩ፣ ናቱ ግና ጥሕል ዝበለ ኮይኑ ጽቡቕ'ዩ ምስ በላና፣ ኣነ ጸቢቐ ኢሉ እዚ ዓርከይ ብሰሓቕ ክርትም ምስ በለ፣ ኣነ ከኣ ኩነታቱ ገሪሙኒ ምስኡ ኣብዛ ሰሓቕ። እዛ ቆልዓ ኣዝያ ንጥፍቲ'ያ። ሓንሳብ ሓንሳብ ሓንሳብ ሓንሳብ ተጋግየ ኣለኹ ንስኻ ኣይትጽብቕን ኢኻ ምኽንያቱ ከይሰሓቕኩም ከለኹ ንስኻ ትጽብቕ መሲልኒ እየ ከምኡ ክብል ጸኒሐ ምስ ሰሓቕኩም ግና ንሱ ይጽብቕ ምኽንያቱ ኣዝናንካ ንስኻ ባዕካስ እዩ ንሕን ብርቲና ንኸይድ ኔርና። ጭርቃን ነዘውትር ኢና ከብቲ ዝሓዙ ቆልዑት ጸኒሖምና ደቂ ዓዶ ዲኹም? እወ ደቂ ዓዲ ኢና። ኣህ ከመይ ኣለኹም እሞ? ጽቡቕ ደሓን ኢና። ኣሓት ከ ኣለዋኹም ዶ? ማለት ሓብቲ ኣላትኩም ዶ? ኣለዋና። በሉ ክሳብ ንረኽበን ብዙሕ ሰላም በሉልና ተገዲስኩም። ሐራይ። ምስ በሉና ቻው ኢልናዮም ንኸይድ። ንጽባሒቱ ክንምለስ ከለና ከኣ ኣብቲ ከባቢ ጸኒሖም ንሳቶም እዩም ኣለልዮሙና። ሽዑ ሓደ ካብኣቶም ተገዲሱ። መን ሽምካ? መን ሽምካ? ኣታ ወዲ! ትማሊ ከኣ ንሓብተይ ሰላም ኢለልኩም እየ። ንፉዕ ኣንበሳው ኣበይ ደኣ ኣላ ሕጂ ሓብትኻ? እህ እንሃለት እንዶ ምሳይ። ነታ ጓል ክልተ ዓመት ብኢዱ ሒዝዋ ዝነበረ ህጻን። ስምካ ሃበኒ ከለሎ መሓደገ ደረጃ ትምህርቲ። ኣባሓጎይ ካብ ምህሮስ ኣእምሮይ እምበር ናይ ዝተምሃርካ ኣይኮነን ክብል ይሰምዖ ስለ ዝነበርኩ ኣብ ሳልሳይ ክፍሊ የቋሪጸዮ። እሞ ሕጂኸ ጣዒሱካዶ? እንታይ ኮይነ ኢለ ኣበይ እሞ ክቃጣዕ ከለኹ እንተ ትርእየኒ። ተስፋ ቆሪጾም ዝኸዱ እንተ ዘይኮይኖም እምበር ስዒሮም ንዝፍለጦም ፍጹም ኣይትረክብን ኢኻ። እሞ ብየናይ ፍልጠት ኢኻ ትማጎቶም? ናይ ምፍላጥ ዘይምፍላጥ ኣይኮነን መን ተሪሩን ተገቲሩን ክሳብ መወዳእታ ጸኒሑ እዩ ዘገድስ። ሕራይ በል እንካ ገንዘብካ ቆጺርካ ተረከበኒ ሚእቲ የን ዓሰርተ ዕስራ ሰላሳ ኣርብዓ ሓምሳ ስሳ ሰብዓ ሰማንያ ቴስዓን ቴስዓን ዓሰርተን እንታይ ቴስዓን ዓሰርተን ኢልካ ሚእቲ ዶ ኣንታ ሓወይ የሳር ዓሰርተ ድዩ ደጊምካ ቁጸሮ ሚእቲ እዩ እንታ ወዲ ቁጸሮ ንስኻ እንተ ደሊኻ ቆጺረ እንደ ሂበካ ኣነ። እዋይ ባዕልኻ ተጠቅጢዕካያ ነገር ከምዚ እዩ በል ዝብርሃኒ ክታእ። ሓንቲ ኣደ ወዳ ሓሙሽተ ዓመት ህጻን ሒዛ ናብ እንዳ ሳርቶ ከይዳ። ኣጋጣሚ እቲ ዝኣተወቶ ሳርቶ ኣዝዩ መሕጎል እዩ። ዳሕራይ ነዚ ቆልዓ ቅልጥፍ ኢልካ ስረ ክትሰፍየሉ ትኽእል ዶ? ኢላ ሓተተቶ። ነዚ? ጽባሕ ናይ ምሸት ምጺ! ይብላ። ዓቅኖ በል! እምባእ! ናይ ብልብኺ ዲኺ? ነዚ ህጻን እዚሲ ክዕቅኖ ፍሉጥ እንድዩ! ጽባሕ ጥራሕ ምጹኒ! ኢሉ የፋንዎም። ክዳን ወዳ ክትወስድ ንጽባሒቱ ኣብ ቆጸራ። መጺእኩም? እንክበል ግበርሉ። ቆልዓ ዕቅን እንተበላ ነዛ ስረ ኣብዛ ኣብርኩ። ስማዕ እስከ ንስኻ፣ ንምኻኑ ክኢላ ሰፋያይ ዲኻ? ኣብ ብርኩ ዝበጽሕ ስረ ጌርካ ትሰፍዮ? ምስ በለቶ፣ እስከ እስከ እስከ ንዓ እስከ ንዓ በልዮ ርእይ ምስ ኣበሎ ነዚ ቆልዓ፣ ስምዑ እንዶ እንታይ ተኣምር እዩ እዚ? ዋእ! ተኣምራት እዩ! እንታይ እዋኑ ደኣ ጎቢዙ ሓዲሩ እዚ ቆልዓ? ኣብዛ ቦታ ንስኻ ጥራሕ ኢኻ ትመላለስ ዘለኻ። ዝኾነ ንብረት እንተጠፊኡ ተሓታቲ ኢኻ። ደሓን እንተድኣ ንብረት ጠፊኡኩም ካብዚ ኣነ ባዕለይ ካብ ካልእ ከምጽኣልኩም እየ። ንሎሚ ሰለስተ ምስላታት እውን ኣለዋና። ቀዳመይቲ፣ ጉዕ በርበረ መሪር እዩ፣ ኣኮላልሳ መግቢ ከኣ ወሳኒ። ጸባውን ኣይምተጸለን ካልኣይቲ ሓሊምካ ደኣ እምበር ለይቲ ስለ ዘይደቀስካ ቀትሪ ከም ሰብ ተቓጺጹ ሳልሰይቲ ስዋ ዳዕሮ ዘንጊ ማዕረ ቁመት ጥራዕራዕ እንጣጢዕ። ኣብዚውን ሓሳባትኩም ኣፍስሱ። በሉ ክቡራት ተኸታተልቲ ሲነማ ሰመረ ምድልዋትና ነዚ ይመስል ኣይተስተዋሕድዎ ኢኹም ኣየነይቲ ሕክያ ከም ዘስሓቐትኩም ወይ ደስ ከም ዝበለትኩም ብመንገዲ ርእይቶታትኩም ክንፈልጥ ምደለና ነተን ሰለስተ እንተማሊእኩመንካ ዝበለጸ ላይክ ሳብስክራይብ ከምኡ ድማ ሸር ክብረት ይሃበልና ንዓና ዝኸውን እዋን ይግበሮ ፈጣሪ